ሰላም ከመይ ተፀንሖ ክቡራት ተኸታተልትና እዚ ቦይቶና ሚድያ እዮ ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፂና ኣለና ሓደሽቲ ዝኾንኩም ሳብስክራይብ ምግባር ኣይትረስዖ ሼር ላይክ ብምግባር እውን ክተተባብዑና ብኽብረ ንዕድም ካብ ግንባራት ዝተረኸበ ሰበር ዜና ምዕራብ ትግራይ ኣብ ዝካየድ ዘሎ ውግእ ዝተደምሰሰ ሓይልን ዝተማረኻ ታንክታትን ዝርዝር ሓበሬታ ድሮናት ሱዳን ኤርትራን ብዝወሰደኦ ስጉምቲ ዝተደምሰሰ ወራሪ ብኦምና ሓጀር ዝተጀመረ ምጥቃዕቲ ብዓፋርን ዝተጀመረ ስጉምትን ዝምልከት ዝተረኸበ ትኩስ ሓበሬታ ብልፅግና ቀይሕ ባሕሪ ናይ ኢትዮጵያ ግዝኣት እዮ ዝብል ውሳነ ምምሕልላፎም ክቡራትን ክቡራትና ናይዚኦምን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተሉና ብኽብረ ንዕድመኩም ሕጂ ካብ ምዕራብ ትግራይ ዝተረኸበ ሓበሬታ ከም ዝገለጾ ወራር ሓይሊ ከቢድ ህልቂት ከም ዘጋጠሞን ታንክታቱ ኣረኪቡ ይሃድም ከም ዘሎን ተሓቢሮም። ካብ ፍልፍላትና ዝተረኸበ ሓበሬታ ከም ዝገለጾ ወራር ሓይሊ ብክልተ ግንባራት መጥቃዕቲ ከም ዝኸፈተ ተገሊጹ። እቲ ሓደ ግንባር ብግንባር ሸረሪና እንትኸውን እቲ ካልኣይ ግንባር ድማ ብኦምና ሓጀር ከም ዝኾነ ተሓቢሩ። ወራሪ ሓይሊ ሸረሪና መሊሱ ንምቁጽጻር ብታንክን ድሮንን ዝተሓገዘ መጥቃዕቲ እንተጀመረ እኳ ታንክታት ኣረኪቡ ይሃድም ከም ዘሎን ኣርሚ ሰብዓን ኣርሚ ዓሰርተ ሰለስተን ብዝወሰድኦ ጸረ መጥቃዕቲ ድፋዓት ወረርቲ ብምድምሳስ ናብ ሑመራ ከም ዝተጸግዓን ካብ ወተሃደራዊ ፍልፍላትና ዝተረኸበ ሓበሬታ የረድእ። ዛኪድ ብዘሎ ሓበሬታ መሰረት ሓሙሽተ ታንክታት ወራር ሓይሊ እንትቃጸላ ሰለስተ ታንክታት ድማ ብሰራዊት ትግራይ ከም ዝተማረኻ ተፈሊጦም። እተን ዝተማረኻ ታንክታት ስርሒት ሩስያ ዝኾና ዘመናዊ ታንክታት ከም ዝኾናን ጸላኢ ጥቃዕቲ ክፍፅመለን እንትሓስብ መሊሰን ዘጥቅዓ ከም ዝኾና ተገሊፆም። ካብቲ ግንባር ዝተረኸበ ተወሳኺ ሓበሬታ ከም ዝገለፆ ዲሽቃ፣ ስናይፐርን ካልኦት ኣፅዋራትን እውን ብብዝሒ እንትማረኹ ክልተ ድሩዓት እውን ከም ዝተቓፀላ ተሓቢሮም። ብተመሳሳሊ መንገዲ ወራሪ ሓይሊ ከቢድ ህልቂት ከም ዘጋጠሞ ዝገለጹ እቶም ፍልፍላት ንግዚኡ ግን ዝርዝር በዝሒ ዝተማረኹ ዝቆሰሉ ይኹን ዝሞቱ ከም ዘይተረኸበ ገሊጾም ኣለዎም። ሕጂ ካብ ምዕራብ ትግራይ ዝተረኸበ ሰበር ዜና ከም ዝገለጾ ሰራዊት ትግራይ ናብ ስሩዕ መጥቃዕቲ ከም ዝተሸጋገረ ተገሊጹ። ብጸረ መጥቃዕቲ ወራሪ ሙልእ ብሙልእ ዝደምሰሰ ሰራዊት ትግራይ ሕጂ ነቲ ወራሪ ሓይሊ እናሰዕበ ይድምስሶ ከም ዘሎን ናብ ሙሉእ መጥቃዕቲ ከም ዝተሸጋገረን ተሓቢሮም። ብተመሳሳሊ ዜና ወራሪ ሓይሊ ብኣንፈትኦም እናሓጀር ናብ ኤርትራ ደብዳብ የካይድ ከም ዘሎን ሰራዊት ኤርትራ እውን ግብረ መልሲ ኣብ ምድላው ከም ዝርከብን ተገሊጾም። ነቲ ኩነታት ብቐረባ ዝከታተሎ ዘሎ ኣቶ ምርጌታ ገብረ ወናኒ ማዕኸን ዜና ገድሊ ፕላስ ብወግዓዊ ገጹ ዝዘርግሖ ሓበሬታ ከም ዝገለጾ ሰራዊት ብልጽግና ድሕሪ ቀትሪ ጀሚሮ ናብ መሬት ኤርትራ ብኣንፈት ኦምና ሓጀር ናይ ከቢድ ብረት ደብዳብ ይካይድ ከም ዘሎ ገሊጹ። ይኹን እምበር ክሳብ እዚ ዜና ዝዳለወሉ ብወገን ኤርትራ ዝተውሃበ ግብረ መልሲ ከም ዘየለ ተፈሊጡ። ሕጂ ዘንጊዑ ዝተረኸበ ሰበር ዜና ከም ዝገለጾ፣ ድሮናት ሱዳን ኣብ ልዕሊ ወራሪ ሓይሊ ሰራዊት ብልጽግና መጥቃዕቲ ከም ዝጀመራ ተሓቢሩ። ሰራዊት ብልጽግና ካብ ሎሚ ንግሆ ጀሚሩ ግዴማ ተባሂላ እትጽዋዕ ከተማ ሱዳን ብከቢድ ብረት ይድብድብ ከም ዘሎ ማዕኸናት ዜና ሱዳን እናጸብጸባ ዝጸንሓ እንትኾና ጀነራል ኣልቡርሃን እውን ኣብ ልዕሊ ሰራዊት ብልጽግናን መሻርኽቱን መጥቃዕቲ ንኽጅመር ምእዛዙ ይፍለጥ። ነዚ ስዒቡ ድማ ድሮናት ሱዳን ኣብ ልዕሊ ሰራዊት ብልጽግና መጥቃዕቲ ከም ዝጀመራ ተገሊጹ። ሰራዊት ሱዳን ንሰራዊት ህጹጽ ደገፍ ውሃቢ ሓይሊ ሱዳን ሙሉእ ብምሉእ ንምጥፋእ ከም ዝተቓረበን እቲ ዓማጺ ሓይሊ ኣብ ዝርከበሉ ግዝኣት ሱዳን ዘየቋርጽ መጥቃዕቲ ንኽካየድ ከም ዝኣዘዘን እንዳተገለጸ ይርከብ። ብድጋፍ ሰራዊት ትግራይን ብድጋፍ ሰራዊት ኤርትራን መንግስትነት ዝተቖጻጸረ ጀነራል ኣልቡርሃን ስርዓት ብልጽግና ንምእላይ ብቕድሚት ካብ ዝተሰለፉ ሓይልታት እቲ ዋና ከም ዝኾነ ፍሉጣት ተንተንቲ እናገለጹ ይርከቦም። ሱዳን ስርዓት ብልጽግና ንምእላይ ቆሪጻ ዝተለዓለት ስርዓት ብልጽግና ኣብ ሕድሕድ ኩና ሱዳን ብምስታፈን ሕድሕድ ኩና ሱዳን ንክናዋሕ ዓብዪ ግደ ብምጽዋቱን ከም ዝኾነ እቶም ተንተንቲ ይገልጹ። እዚ ከምዚ ኢለ እናሃለወ ህዝቢ ትግራይ ልዑል ጥንቃቐ ክገብርን ባዕሉ ካብ ጥቕዓት ድሮን ብልፅግና ንክከላኸልን መጠንቀቕታ ተዋሂቦ። ኣብ ልዕሊ ህዝቢ ትግራይ ዳግማይ ኹናት ዝኸፈተ ስርዓት ብልፅግና ኦሮሞ ኣብ ተስፋ ምቑራፅ ስለዝርከብ ኣብ ትግራይ ዓይኒ ዕሙተ መጥቃዕቲ ድሮን፣ መጥቃዕቲ ነፈርትን ክፍፅም ከም ዝኽእል ተደጋጋሚ መጥቃዕትታት እናተውሃበ ይርከብ። ነዚ ሲዕቡ ድማ ህዝቢ ትግራይ መከላኸሊ ጉድጓድ ብምኹዓት ባዕሉ ክከላኸል መልእኽቲ ተመሓላሊፉ ኣሎ። ሓይሊ ኣየር ትግራይ ዘመናዊ ጸረ ድሮንን ድሮንን ዝወነነ እኳ እንተኾነ ሙሉእ ብምሉእ ንምክልኻል ስለ ዝኸብድ ህዝቢ ትግራይ ባዕሉ ተወሳኺ ጥንቃቐ ክገብር እንዳተገለጸ ይርከብ። ሕጂ ዝተረኸበ ሓበሬታ ከምዝገለፆ ወራሪ ሓይሊ ብኣንፈት ዓፋርን ብኣንፈት ክልል ኣምሓራን እውን ናብ ደባት ትግራይ ይፅጋዕ ከምዘሎ ተሓቢሩ። ኣብይ ኣሕመድ ኣብ ዝተፈላለዩ ግዝኣታት ዓፋር ዝነበረ ሰራዊቱ ናብ ደቡብ ትግራይ ከምዘጓዓዞን ትእዛዝ ንክፅበ ከምዝኣዘዞ እንዳተገለፀ ዝፀንሐ እንትኸውን ሕጂ ግን ጀምር ዝብል ትእዛዝ ከም ዝተውሃቦ ዝተፈላለዩ ፍልፍላት እናገለጸ ይረከባ። ብልጽግና ቡሬ ዝጸንሐ ሰራዊቱ ናብ ደቡብ ትግራይን ወሎን ክምለስ ብምግባር ናብ ኣዲስ ኣበባ ዝግበር መጥቃዕቲ ንምክልኻል ቅድመ ምድላዋት ይገብር ከም ዘሎ ተሓቢሩ። ብልጽግና ኣብ ዓፋርን ላሊበላን ዘለዋ ድሮናትን ነፈርትን ተጠቒሞ ትግራይ ንምድብዳብ ምድላዋት እናገበረ ከም ዝርከብ እንዳተገለጸ እንትኸውን እተን ዝተኣማመነለን ድሮናት ግን ብፋኖን ሰራዊት ኤርትራን ኣብ ከበባ ይኣትዋ ከም ዘለዋ ተገሊጹ። ካብ ዓፋር ዝተረኸበ ተወሳኺ ሓበሬታ ከም ዝገለጾ ብልጽግና ትግራይ ንምውራር ካብ ግንባር ቡሬ ሓዊሱ ካብ ብዙሓት ግዝኣታት ዓፋር ሰራዊት ምውጽኡ ስዒቡ ዓፋር ኣብ ትሕቲ ሓይልታት ጽምዶ ተኣቱ ከም ዘላ ተሓቢሩ። ነዚ ስዒቡ ድማ ኣብ ዓፋር ዘለዋ ማእኸላት ድሮንን ነፈርትን ብልፅግና ኣብ ሙልእ ከበባ ሓይልታት ፅምዶ ይኣትዋ ስለ ዘለዋ ካብተን ማእኸላት ተበጊሰን ንትግራይ ዘጥቅዓሉ ዕድል ይፀብብ ከም ዘሎን ኣብ ሓፂር መዓልቲ እውን ኣብ ትሕቲ ቁፅፅር ክውዕላ ከም ዝኽእላን ካብ ፍልፍላት ዝተረኸበ ሓበሬታ የረድእ። ሕጂ ካብ ምዕራብ ትግራይ ዝተረኸበ ሓበሬታ ከም ዝገለፆ ሰራዊት ትግራይ ዓብዪ ዓወት ከም ዝሓፈሰ ተሓቢሩ። እዛ ዓወት ዘበሰራ ከንፈ ሚድያ ኣርሚ ሰብዓ ዝኾና ጋዜጠኛ መድሃንየ ግደይ እንትኸውን ንሙሉእ ዝርዝር ተኣምራዊ ዓወት ሰራዊት ትግራይ ካብ ማእኸላይ ኮማንድ ትግራይ ዝወሃብ መግለፂ ተኸታተሉ ክብል ገሊፁ ኣላ። ተገዳላይ መድሃንየ ግደይ ዓወት ሰራዊት ትግራይ ኣመልኪቶ ዝርዝር ሓበሬታ እኳ እንተዘይሃበ ወራሪ ሓይሊ ይድምሰስ ከምዘሎን ዳግማይ ሸውዓተ ሕጉም ክበሃል ዝኽእል ዓወት ከምዝተመዝገበን ግን ገሊፁ ኣላ። ማዕኸናት ዜና ሱዳን እውን ኣርምታት ሰብዓን ዓሰርተ ሰለስተን ፍሉይ ታሪኽ እናሰርሓ ስለ ዝርከባ ሕሞራ ሓፂር ግዜ ኣብ ትሕቲ ሰራዊት ትግራይ ከም እትውዕል እናገለፃ ይርከባ። እዚ ከምዚ ኢለ እናሃለወ መሳርሒ ብልፅግና ዝኾነ ምክክር ኮሚሽን ኢትዮጵያ ኣብ ጉዳይ ወደብ ዓሰብ ዘመሓላለፈ ውሳነ ንብዙሓት መደንገፅን መገረምን ኮይኑ ይርከብ። ምክክር ኮሚሽን ኢትዮጵያ ስልጣን ብልጽግና ኦሮሞ ንምንዋሕ ዝተመስረተን ኣብይ ኣሕመድ ሕገ መንግስቲ ኢትዮጵያ ቀይሮ ብፕሬዚዳንታዊ ስርዓት ንክትምራሕ ሓድሽ ሕገ መንግስቲ ከም ዘዳለወ ዝፍለጥ እንትኸውን ኣብይ ኣሕመድ ግን ናይ ዕርቂ ኮሚሽን ዝብል ሽፋን ከም ዝሃቦ ፍልፍላት ይሕብሮም። እዚ ናይ ኢትዮጵያ ምክክር ኮሚሽን እናተብሃለ ዝፅዋዕ መሳርሒ ብልፅግና ዝኾነ ኮሚሽን ኣብ ዘካየዶ ኣኼባ ወደብ ዓሰብን ቀይሕ ባሕርን ታሪኻዊ ግዝኣት ኢትዮጵያ ስለዝኾና ናብ ኢትዮጵያ ክምለሳ ኣለዋ ዝብል ውሳነ ከም ዘመሓላለፈ ተሓቢሩ። ምክክር ኮሚሽን ኢትዮጵያ እዚ ውሳነ ዝወሰነ ብኣብይ ኣሕመድ ተኣዚዙ ከም ዝኾነ ዝገለፁ ፍልፍላትና ኣብይ ኣሕመድ ምስ ኤርትራ እውን ተወሳኺ ግንባር ብምኽፋት እታ ናብ ክሳዱ እትጽጋዕ ዘላ ገመድ ንኽትቀላጠፍን ዕድመ ስልጣኑ ንኽሓጽርን ከም ዝገብሮ ወተሃደራዊ ሊቃውንቲ ገሊጻም። እምበኣርከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ'ውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበጽሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም